ሰላምን ጥዕናን ንኣኻትኩም ይኹን ተኸታተልቲ መደባት ኤሪ ዛራ ክመይ ትኾኑ መሃርን ኣዘናጋዕን ትሕዝቶታት ዘእንግረኩም ቻነልና እንሆ ንሎሚ ድማ ኣብ ዓምዲ እንታይ ትመኽሩኒ? ካባኹም ካብ ተኸታተልቲ ንዝመጾ ዝምለስ ሕቶ ሒዙ ኣብ መስመር ምሳኹም ኣሎ። ከም ወትሩ ሰናይ ምክትታል እናተመነና እምበኣር ናብቲ ትሕዝቶ ክንሰግር ንሎሚ እዩ ብዝብል ናይ ብርዒ ስም ናይ ዝተሰደደትና መልእኽቲ ኢና ናባኹም ክንብል ሰናይ ጸንሖት። ሰላም ንኹላትኩም መሳርሕቲ ኤሪ ዛራ ከምኡውን ተኸታተልቲ ናይዚ ቻነል ናይ ብርዒ ስመይ እዩ ይበሃል ዝነብረሉ ከኣ ኣብ ስደት እዩ ንዓይ ክትመኽሩኒ ደልየ ዘለኹ ዓርኪ ኣላትኒ ኣስታት ሰለስተ ዓመትን ልዕሊኡን ብሓንሳብ ዜርና ኣብ መንጎና ድማ ሓደ ስምምዕ ጌርና ክሳብ ዕለተ መርዓና ርክብ ክንገብር ከም ዘይብልና ነዚ ባዕላ ዘምጻቶ ዩ ኣነ ድማ ኣብ ሓሳብ ኣፍቃሪተይ ንምስማር ተሰማማዕኩ ንሳ ግን ምስ ካልእ ግብረ ስጋ ከም ዝፈጸመትን ከም ዝተጋገየትን ነጊራትኒ ኣነ ስለ ዘፍቅራ ይቕሬታኣ ተቐቢለ ምስኣ እናኸድኩ ከለኹ እቲ ቅድሚ ሕጂ ምስኣ ዝደቀሰ ደው ኢሉ ከምዚ በለኒ ብምቕዳም ሰላም ዝሓወይ ብምባል ደሓር ቪድዮ ክፈቶ በለኒ ኣነ ኸኣ ከፈትክዎ ንሱ ድማ ስእሉ ምስኣ እናሰዓማ ኣርኣየኒ ሽዑ ብጣዕሚ ሓዚነ ሕማቕ ተሰሚዕንን ግን ርግእ ኢለ ሓሲበ ካልእ መዓልቲ ደው ኢለ ኣዘራሪበዮ ምስኣ ንልዕሊ ሽዱሽተ ወርሒ ከም ዝዘረን እቲ ሓደ ዓመት ብባእሲ ከም ዘሕለፍዎን ነጊርኒ። ብሰንካ ድማ ብዙሕ ሕማቕ ህይወት ከም ዘሕለፈን ክሳዕ ናይ ኣእምሮ ጸገም ከም ዝገበረ ብሓፈሻ ብዙሕ ውረድ ደይብ ህይወት ከም ዘሕለፈ ነጊሩኒ። ኣነ ድማ ነፍቃሪተይ ቆጺረ ኣዘራሪበያ። ኩሉ እቲ ንሱ ዝበለኒ ሓቂ ምዃኑ ገሊጻትለይ። ኣነ ድማ ተፍቅርዮዶ ኢለ ሓቲተያ። ንሳ ግን ኣብ ልዕሊኡ ዋላ ሓንቲ ናይ ፍቕሪ ስምዒት ከም ዘይብላ ነጊራትኒ። ከይገድፋ ፍቕሪ ፈለማ ድዩ ኮይንኒ ክርድኣኒ ይከኣለን ሓይሊ ስኢነ እቲ ምንታይስ ኣባይን ኣብ ስድራይን ዘለዋ ፍቕሪ እናረኣኹ ስለዚ እንታይ ትመኽሩኒ? ዝኸበርካ እዩ ብመጀመርታ ተኸታታሊ ትሕዝቶታትና ብምዃንካ ከየመስገንና ክንሓልፍ ኣይንደልን ብምቕጻል ድማ ናይ ብሓቂ ኣብነታውን በዓል ዓቕልን ብምዃንካ ሞጎስና ክንህብ ኣፍቅደልና። እቲ ምንታይሲ ቴስዓ ሚእታዊት ካብ መንእሰያት ኣብዚ ናትካ ቦታ የእቲና እንተ ንፍትኖም ብልቢ ኢና ንብለካ ይትረፍ ከምዚ ኢሎም ረጊኦም ምኽርታት ክጽበዩ ንደቓይቕ ከማን ሓሳባት ከሰላስሉ ኣይምኸኣሉን ሽዑ ንሽዑ ጎነጻዊ ግብረ መልሲ ሂቦም ተጣዒስካ ዘይምለስ ፍጻሜ ወሲኖም ምሃለዉ ስለዚ እዚ ክሳብ ሕጂ ብዓቕሊ ንኽትጸንሕ ኣኽኢልካ ዘሎ ኣብ ህይወትካ ክሳብ ክንደይ ዘይበርስ ሓጐስ ከም ዝዘርኣልካ ኣይንጠራጠርን። እዩ ንሰለስተ ዓመትን ልዕሊኡን ብሓንሳብ ዜርኩም። እዚ ሰናይን ውጽኢታውን ዝዀነ ምሕራም ካብ ጾታዊ ርክብ ቅድሚ መርዓ መዓስ ዝኣተኹሞ ቃል እዩ? እዛ ዓርክኻኸ ነዚ ውዒላቶ ዘላ ጸይቂ ስራሕ ዝፈጸመትሉ እዋን መዓስ እዩ ነይሩ? ማለት ሰለስተ ዓመት ቅድሚ ምሳኻ ምጅማራ ድዩ? ወይስ ምሳኻ እንከላ ትዘውር ነይራ እያ? እቲ ምስኣ ግብረ ስጋ ዝፈጸመ ወድኸ ዓርካ ድዩ ነይሩ? ስለምንታይከ ምስኣ እናተሰዓዓሙ ዘርኢ ስእሊ ከርእየካ ሓሊኑ? ነቲ ስእሊ ምስ ሰደደልካኸ ኣርኢኻያዶ ንዓርክኻ? ስለምንታይከ ካብቲ ዝነበረ ጉዕዝኦም እቲ ሓደ ዓመት ኣብ ባእሲ የሕሊፎሞ? ብሰንካ ብዙሕ ናይ ውረድ ደይብ ህይወት ከሕልፍን፣ ክሳብ ናይ ኣእምሮ ጸገም ክገብር ዝኸኣለን እንታይ ወሪድዎ'ዩ? ተፍቅርዮዶ ኢልካ ሓቲትካያስ ብፍጽም ኢላትካ ሓቃዶ ትኸውን? ዝኸበርካ ኢዩ ሓውና እዞም ሕቶታት ኩሎም ኣብ ውሽጦም ሕቶታት ዝሓቖፉ እዮም። ኣበሃህላና ድሕሪ'ቲ ስጋዊ ርክብ ዝፈጸመትሉ ግዜ ድያ ክሳብ ዕለተ መርዓና ካብ ስጋዊ ርክብ ንተሓረም ኢላ ኣብ ሓሳባ ከም እትርዕም ጌራትካ? እስከ ዘክር መዓስ ኔሩቲ እዋን ምክንያቱ ስለምንታይ ኮምኡ ኢላትኒ ኢልካ ክትሓስብ ይግበኣካ ናይ ብሓቂ ድያ ጉድኣቱ ተረዲኣን ለባም ኮይና ከተለቢ መካን ኢላ ወይስ በደላ መሸፈኒ እያ ደልያቶ ንበል እንዶ ሓሳባ ሰሚሩ ሓዳር እንተደኣ መስሪትኩም ብሰንክታ ጌጋ መዓልቲ ውዒለ ዝበለትላ ህሞት ድንግልናኣ ስለ ዝወፈየት ብዘይ ክብራ ምስ ጸንሓትካ ድማ ንእተስዕበላ ሕቶ እዋእ ምሽ ከማን ከምዚ ኢለካ ነይረ ብምባል ንዝወዓለቶ ጌጋ መሸፈኒ ክኾና ሓሲባ ትኸውን። እቲ ምስኣ ስጋዊ ርክብ ዝፈጸመ ወዲኸ ዓርካ ድዩ ነይሩ? ምናልባት ሰለስተ ዓመት ዝኣክል ኣብ ሓቀኛ ናይ ፍቕሪ ጉዕዞ እንተድኣ ጸኒሕኩም ልብታትኩም ንሓድሕደን ተፋሊጠን ይኾና ኢልና ኢና ንኣምን። ንሓድሕደን ዝተፋለጣን ዝተቐባበላን ልብታት ድማ ምንም ምስጢር ክተሓባብኣ ኣይክእላን እየን። ስለዚ ሕሉፍ ናይ ፍቕሪ ህይወት ይሃልኹም ኣይሃልኹም ኢሂን ምሂን ኣይተበሃሃልኩምን ዲኹም? ብልቢ እምበር ንፋለጥ እንተ ደኣ ኮይኑ መልስኻ ዓርኪ ከም ዝነበራ እሞ ምናልባት ብዘይ ምርድዳእ ከም ዝተፈላለዩ ኣዕለለትካ? ነዛ ዓርከይ እትብላ ዘለኻ ጓል ማዕረ ክንደይ ኢኻ ትኣምና ኢዩ? ምኽንያቱ እዚ ወዲ ምስኡ ንዝገበረቶ ተግባራት ብልክዕ ስእሊ ጌሩ ክሳብ ዘቃልዓ መንነታ ከተረጋግጽ ይግብኣካ። መንነታ ማለት መንን እንታይ ዓይነት ሕሉፍ ህይወት ከም ዝነበራን ሓቀኛ ባህርያት ትውንን ተረኣ ኮይና እዚ ወዲ ከምዚ ገይሩ ንኽካፍእ ኣይምጨከነን እኳ ደኣ ምሰ ተራን መጻኢ ጉዕዞ ህይወታ ንኸይበላሾ ምተጠንቀቐላን ብፍታዋ ድያኸ ብጎነጽ ወይስ ብሓይሊ ነዚ ተግባር ፈጺማቶ ኣብዚ ግዜ እዚ ዝያዳ ምስቲ ወዲ ክትተዓራረኽ ከገድሰካዩ ውሽጢ ውሻጠ ምስጢር ናይ ዓርክኻ ንምፍላጥ ማለት እዩ። እቲ ምንታይሲ እዩ ሓውና ገና እቲ ምስዛ ዓርክኻ እትውጥኖ ዘለኻ ናይ መጻኢ ህይወትካ መዘዙ ከይበዝሓካ ነቲ እዚ ወዲ ዝሰደደልካ ስእሊ ነፍቃሪትካ ኣርኢኻያ ዶ? እስከ ኣርእያ እሞ ካብ ገጻን እተውጽኦም ቃላታን ጀሚርካ እንታይ ዓይነት ስምዒት ከም እተርኢ ተዓዘባ። ክትስንብድ ድያ? ከመይ ዓይነት ስንባደ? ስንባደኣ ብእተውጽኦም ቃላት ድያ ክትገልጾ? እንታይ ዓይነት ቃላት? ንናይ ልቢ ስንባደኣን ጣዕሳኣን ዝገልጹ'ዶ ወይስ ብመምሰልቲ ቃላት? መርምራ ፈትሻ ድማ። እቲ ሓደ ዓመት ናይ ፍቕሪ ጉዕዝኦም ንበሎ ኣብ ባእሲ ንኸሕልፍዎ ዝገበሮም እንታይ'ዩ ነይሩ? ከም ዝበርሃልካ ክትገብሮ ይግበኣካ። ንሓድሕዶም ይፋተዉ ስለ ዘይነበሩ፣ ንሱ ብዝበሎ ጥራይ ንኽትከይድ የገድዳ ስለ ዝነበረ፣ ምናልባት ንሱ ይሕይላ እንተደኣ ነይሩ'ሞ ብሓይሊ'ዩ ስጋዊ ርክብ ንኽፍጽማ ገዲዱኒ እንተደኣ ኢላ ዓመጽ ኣጋጢምዋ ክንብሎ ንኽእል። ንስኻ ድማ ይቕሬታኣ ተቐቢልካ ክትሓቑፋ ትኽእል ኢኻ። ንጌጋኣ ዘእምን ቃላት እንተ ዘይረኺባ ግን ከይተታልለካ ተጠንቀቕ። ምናልባት እቲ ጓል ኣንስተይቲ ልባ ኣይትርከብን'ያ፣ ልክዕ ከም መቓብር'ያ እናበልኩም እትገልጽዎ ከኣ ይፍጸመካ ከይህሉ። እቲ ወዲ ስለምንታይ'ዩ ብሰንካ ብዙሕ ናይ ውረድ ደይብ ህይወት ሓሊፉን ክሳብ ኣእምሮኡ ተተንኪፉን? ስለ ዘፍቅራ'ሞ ስለ ዝጠለመቶ? ዘይነበሮ ሕማም ስለ ዝለከመቶ? ብድሕሪ ርክቦም ገና ዘይፈለጦ ዝነበረ ነውሪ ባህርያት ስለ ዝፈለጠላ ስለምንታይ ደኣ ብዛዕባ እዚ ውን ብዕምቆት ኣጣይቕ። ተፍቅርዮ ዶ ኢልካ ምስ ሓተትካያስ ብፍጽም ኢላትካ ሓቃ ድያ? ሕጂ ድያኸ ጸሊኣቶ ማለት ድሕሪቲ ምስኡ ስጋዊ ርክብ ዝፈጸመትሉ ግዜ? ወላስ ገና ምስኡ እንከላ ብዝነበሮ ባህርያት ልባ ኣውዲቓ ትቐርቦ ኣይነበረትን? ግዜን ጥበብን ከድልየካ እዩ ማለት ብዙሕ ክትፈልጦ ዝግብኣካ እሞ ብሰንኪ ግርህናኻን ተንኮል ዓርክኻን ዘይፈለጥካዮም ምስጢራት ከይህልው። ግን እዩ ሓውና ምጥርጣር ሰናይ እኳ እንተኾነ ንኹሉ ብኣሉታ ክትርእዮ ግቡእ ኣይኮነን እቲ ምንታይሲ ጓል መከረኛ ምዃና ኣይትዘንግዕ ጓል ኣማኒት ምዃና ኣይትረስዕ ምናልባት እናፍቀረቶ ከይትፍለዮ ክትብል ብድሌታ ይኹን ብሓይሉ ነዚ ተግባር ውዒላቶ ከይትኸውን እሞ ናይ ሰይጣን ነገር ናብ ምፍልላይ በጺሖም ከይኮኑ ንሱ ድማ መጻኢኣ ከጸልምት ክብል ነዚ ተግባር ከምዝፍጸም ገይሩ ክኸውን ይኽእል እዩ። ምኽንያቱ ብዙሓት ጨካናትን ኣስፊሖም ዘይሓሰቡን ደቂ ተባዕትዮ ካብታ ጓል ኣንስተይቲ ዝደለይዎ ነገር እንተዘይረኺቦም ብጌጋ ይኹን ብጎነጽ ኣብ ኣካላታ ንዝተፈጸመ ነውርታት ናብ ህዝቢ ብምዝርጋሕ ይኹን ከምዚ ንዓኻ ዝገበሮ ብምግባር ማንም ወዲ ከምዘይቀርብዋ ክገብሩ ይጽዕሩ። ንሳ ንዓኻ ሓላል ረኺባ እፎይ ኢላ ክትነብር ዕድል ዝረኸበት ኮይኑ ስለ ዝተሰምዓ ግን ከኣ ነቲ ውዒሉ ሓዲሩ ምፍላጥ ኣይተርፎን'ዩ ዝበለቶ ምስጢር ካብ ደሓር ተፈላሊኹም ካልእ ክትገብሩሉ ዝግበኣኩም ግዜ ብምጥፍኡ ኣብ ጽልእን ባእስን ትኣትዉ ከሎ ጌና ክትነግራ'ሞ ሽዑ ዝመስለካ ክትውስን ኢላትካ ትኸውን ሕጂ ክትነግረካ ሓሊና ስለዚ ንሰናይካ ክኸውን ይኽእል እዩ ምኽንያቱ ወይላኣ ደኣ ንሳ ጓል ብምዃና ብእህህታ ጣዕሳን ስቅቕታን እትነብር እምበር ንስኻ ወዲ ኢኻ በዚ ዘለናዮ ሕልና ዘይብሉ ምንባር ከም ልብኻ ክትነብር ትኽእል ናይ መወዳእታ ምኽርና እምበኣር ምስዚ ኩሉ ተግባራታ ከይገድፋ ፍቕሪ ፈለማ ኮይኑኒ መስለኒ ኣባይን ኣብ ስድራይን ዘለዋ ፍቕሪ ከኣ እናተራእየኒ ንእትብል ሓረግ ዘረባኻ ምርኩስ ብምግባር ክንዛዝም ኢና ብዛዕባ ፍቕሪ ፈለማ ሓቅኻ ኢኻ፣ ናይ መጀመርታ ኣፍቃሪትካን ብልቢ እትፈትዋን እንተኾይና ወላ ውን እንተተፈላለኹም ዘመክሕ ኣይኮነን ኣይክትርስዓን ኢኻ። የግዳስ ልዕሊ ዝኾነ ነገር ኣብ ፍቕሪ ዘለካ እምነት ኣብ እምነት ዘለካ መሰረት ገሊጽካልና ኣለኻ ዝኸበርካ እዩ ሓውና። ንኹሉ ተዓዘቦ ነቲ ሰናይ ሰዓቦ ዝብል ቃል ቁዱስ መጽሓፍ ከነዘኻኽረካ እመን ክኾነልካዩ ይብል። ብሓቂ ድማ ብእምነት ዝገበርካዮ ዘበለ ናይ ህይወትካ ጸጋን ክኸውን እዩ። ሕደጉ ክሕደገልኩም እዩ ድማ ይውስኽ። እወ ሰብ ኮይኑ ዘይጋገ የለን ብዘይካ ሓደ ፈጣሪ። ስለዚ ብልባ ተጋግየ ኢላ እንተ ተንበርኪኻ እሞ ንስኻ ድማ ናይ ትዕቢት ባህሪ ኣወጊድካ ይቕረ ይኹንና ኢልካ በስመኣም ኢልኩም ልባዊ ጉዕዞ ፍቕርኹም ጀሚርኩም ክትዛዝሙ ከም እትኽእሉ ብኣኣን ብገዛእ ርእስኻን እንተ ደኣ ትተኣማመን ኴንካን ኣብ ቀዳማይ መልእኽቲ ጴጥሮስ ምዕራፍ ኣርባዕተ ፍቕዲ ሸሞንተ፣ ፍቕሪ ብዙሕ ሓጢኣት ትኸድን እያ እሞ፣ ቅድሚ ዅሉ ንሓድሕድኩም ብምሉእ ልቢ ተፋቐሩ ብምባል፣ ኣብ ፍቕዲ ዓሰርተ ሓደ ድማ፣ እዚ ኸኣ ኣምላኽ ብኢየሱስ ክርስቶስ ብዅሉ ነገር ምእንቲ ኺምስገን እዩ፣ ይውስኽ። ስለዚ፣ ይቕሬታኣ ተቐቢልካ፣ ዋኒንካ ኽትገብራ እንተ ደኣ ትኽእል ኴንካ፣ ኣብ ቅድሚ ኣምላኽ ክብሪ ትረክብ እምበር፣ ትኸስሮ ነገር የብልካን። ክገብሮ እየ እንተልካ ኣይትተዓንቀፍ ጻዕዳ ይጽናሕካ ጸሎት እናሰነኻ ቀጽሎ ኣነስ እዚ ኩሉ እናኣመንክዋ ግዜይ እናሰዋእኩ ክሳብ ሕጂ ስቕ ኢላ ጸኒሓ ተቐይመላየ ክጻወራ ኣይክእልን እየ ደሓር ኣብቲ ንምስርቶ ሓዳር ቆለጭ ቆለጭ ክብለኒ ከይነብር ቅዱው ሓዳር ክምስርት ድማ ከጸግመኒዩ እንተደኣ ትብል ኮንካ ግን ኣይትሓዝለይ ብምባልን ሰናያ ብምምናይን ኢድካን እግርኻን ብምእካብ ካልእ መጻኢኻ ኣናዲ ንብለካ። ክቡራትን ክቡራንን ተኸታተልትና ድማ ንሓውና ኢዩ በቲ ዘለኩም ሓሳብ ርእይቶታትኩም ኣይትንፈግሉ። ብኻልእ ትሕዝቶ ክሳብ እንራኸብ ሰሰናዩ ብምምናይ ንፋንወኩም ሰላም።